ሰላም ሰላም ሰላም ደቂ ኤረይ ከመይ ቀኒኹም ኣነ ሓውኹም እግዚኣብሔር መስገን ብጣዕሚ ጽቡቅ ኣለኹ ንስኻትኩም እውን ካብዚ ናተይ ንላዕሊ ጽቡቅ ንትህልው በዓል ምሉእ ተስፋ እየ ንሎም እምበር ኣገደስቲ እዮም ዝበልክዎም ቪድዮታት ሒዘልኩም መጽእ ኣለኹ ክሳብ መወዳእታ መደበይ ጽን ኢልኩም ክትከታተሉኒ ብልቢ ይምሕጸን ከምኡ ነዛ ቻነል ንሓደሽ ዝኾንኩም ሰባት ሸር ላይክ ሳብስክራይብ ብምግባር ኣይትሕመቑ ድሕሪ እዛ መሰጋገሪት ሙዚቃ ናብ ምሉእ መደብ ከብለኩም እየ ሰናይ

ሎሚ ከምቲ ልሙድ ተመሊሰኩም ኣለኹ። ሎሚ ሓቢርና ንሪኡም ቪድዮታት እምበኣር ብዛዕባ ስነ ጥበባውያንና ክግበር ዝቐነየ ሕማቕ ኣጸላሚ ወይ ከኣ ንሽሞም ዘኽፍእ ቃላት ዝጥቀሙ ካልእ ዝተፈላለዩታት ቪድዮ ሓቢርና ክንርኢና ሰናይ ምክትታል። ኣቐዲምና ንንሪኣ ቪድዮ እምበኣር ብዛዕባ እዚ ንዶክተር በረኸት መንግስትኣብ ክዝረብ ዝቐነየ ጎሲንየ ከይንሓልፍ ከም ኤርትራውያን መጠን ወይ ከኣ ከም ሓደ ዜጋ መጠን ስነ ጥበባውያንና ብዘይጠቕሙ ሰባት ክናሸዉ ወይ እውን ክናኣሱ ክንርኢ እንከለና ድማ ሸለል ክንብሎ ስለ ዘይግብኣና ኣነ ከም ሰብ እውን ሸለል ክበሃል ስለ ዘይግብኦ
መንግስኣብ በረኸት መንግስኣብ ከምዚ ትሪኦም ዘለኹም ወተሃደራዊ ክዳን ገይሮም ነዚ መንእሰይ ኣህሊቖሞ እዮም ብጥፍኣት መንእሰይ ተሓተት እዮም እንታይ ዝዓብስ ምንባር እንታይ ዝዓብስ ሂወት ሃገረይ ተደፊራ እንዳበሉ ትቸዓተ ደቆም ኣብ ስደት ኣቐሚጦም ንሶም ምስ ትቸዓተ ዝኾና ደቂ ኣንስትዮ ደቂ ዕስራ ሰላሳ ኣብ ኣስመራ ከምዚ ገቶም እናዘወሩ ኣብ ልዕሊ መንእሰይ ኤርትራ ናይ ምድንጋጽ ዘይኮነ ናይ ጥፍኣት ታሪክ እንታይ ዝዓብስ ምንባር ምንባር ንሕር ዘይዓብስ ኮይኑ እዚ ትሽዓተ ደቆም ዘየጋድሉ እዚ ሚሊታሪ ንኽጋደልሉ ዘይኮነ እዚ ንኽረኣይሉ ወይ ከዓ ንኽደርብሉ ዝገበርዎ እዩ ማእለያ ዘይብሉ መንእሰይ ኣብ ክንዲ ኣንጻር ኩናት ምኹናን ናብ ኩናት ምርሳን እዩ ነይሩ። እዚ ክንሰምዖ ዝጸናሕና ንልቢ ኤርትራውያን ዘሰንበረ ተደጋጋሚ እንሰምዖ ካብዚ ሕማቕ ሰብ ሎሚ እውን ኣብ ናይ በሃር ስነ ጥበባዊ ዶክተር በረኸት መንግስትኣብ ሓዘን ወይ ከዓኒ ስርዓት ዕረፍቲ ዝተዛረቦ ቃል ኢና ንሰምዕ ጸኒሕና። ንሕና ነቲ ክምለስ ዝግብኦ ነቲ ካብ ልምድን ወግዕን ሕብረተሰብና ዝረሓቐ ሰብ ክንምልሰሉ ክንግደድ ኢና። ምክንያቱ ሓፍ ከየበላስ ቋቕ ኣበላ ዝበሃል ነገር ናይ ኣቦታት ምስላ ስለ ዘሎ እዚ ሰብ እዚ ኣብ ምውሓስ ሃገር ይኹን ኣብ ምውሓስ ልኡላውነት ተሳትፎ ዘይብሉ ኣብ ምምፃእ ናይ ናፅነት ኤርትራውን ተሳትፎን ኣበርክቶን ዘይብሉ ነቶም ምእንቲ ኤርትራ ዘይትትካእ ህይወቶም ከወፍዩ ዝወፈሩ ድሕሪ ኤርትራውን ብብዙሕ ስራሓቶምን ዓቕሞምን ነቲ ንዛረበሉ ዘለና ከም ቋንቋ ህላውነቱ ክረጋግፅ ንኤርትራውን ከም ኤርትራ በቃ ዓብዪ ስራሕን ኣበርክቶን ዘበርከቱ ሰባት ከነኣእስ ተደጋጋሚ ግዜ ንሰምዖ እዩ ኮይኑ ግን ኣብ ናይ በረኸት መንግስቲ ኣብ ጥራይ ኣይዕረፈን ወይ እውን ኣብ ናይ በረኸት መንግስቲ ኣብ ጥራይ ኣይተሓፅረን ቅድሚኡ ክሳብ በዓል ወልደኣብ ወልደ ማርያም ክሳብ ብዙሓት ብዙሓት ኣቦታትን ሓርበኛታትን ኤርትራውያን ከናሽውን ከነኣእስን ጸኒሑ ኣሎ። እኳ ዝሰምዕ እንተዘይኮነ ንሕና ግን ካብ ምምላስ ዓዲ ንውዕልን። ስነጥበባውያን ሃገርና ብፍላይ ድማ እቶም ኣርካናት ዝበሃሉ እቶም ዓበይቲ ዝበሃሉ፣ ናቶም ክብሪ ኣለና ስለዚ ክክሰርሑ እንከለዉ ድማ ናይ ዓድን ዓዳውነትን ናይ ሃይማኖትን ቀቢላን ናይ ዝተፈላለዩ መቸም ኣፈላላይ ብዘይብሉ ነቲ ሕብረተሰብ ወይ ከኣ ነቲ ህዝቢ ኤርትራ ዘማእክልን ዝጥርንፍን ዜማታቶም ድማ ካብ ልቢ ኤርትራዊ ዜጋ ዘይጠፍእን ዘይሃስስን ስለ ዝኾነ ሎሚ ክንምልሰሉ ክንግደድ ኢና ከምዚ ክትሰምዕዎ ዝጸናሕኩም ክዛረቡ ዝጸንሐ ኣብ ናይ በረኸት መንግስቲ ኣብ ኣብዚ ናይ ተስዓን ሸሞንተን ወይ ከዓ ተስዓን ትሽዓተን ዝነበረ ናይ ቀዳማይን ካልኣይ ወራር ዝተደርፈት ደርፊ ከም መሳበቢ ምቕ መውጽኢ ቂምቲ እዩ ክጥቀመላ ደልዩ። እስከ እንታይ ኢሉ እዩ ክደርፍ ዝግብኦ ነይሩ ዝብል ሓሳብ ግን መልሲ ክምልሰልካ ኣይክእልን እዩ። ኣንጻር ኩናት ኣብ ክንዲ ምስራሕ ወይ ከዓ ኣንጻር ኩናት ኣብ ክንዲ ምሕሳብ እዩ ዝብለና ዘሎ። ነቲ ዝወሰደ ይውሰድ ኩናት ክቕጽል እዩ። ልላውነት ኤርትራ ክድምሰስ ኣለዎ። ኢሉ ሰለስተ ግዜ ኣብ ፓርላማ ኢትዮጵያ ቀዳምነት ወይ ከዓ ቀዳማይ ድምፂ ዝረኸበ ገብሩ ኣስራት ከምዚ ዓይነት ፕሮፓጋንዳ ገይሩ ብሄረ ብሄረሰባት ኣኽቲቱ ናባኻ እንዳመፀ እንከሎ እንታይ ዓይነት ሓሳብ ክጥቀም ወይ እንታይ ዓይነት ከይዲ ክኸይድ ነይርዎ ኢኻ ትብል ቴልካዮ ወላ ሓንቲ ክምልሰልካ ይክእልን እወ ሃገር እንተዘይብልካ ክብረት የብልካን ሃገር እንተዘየላ ህላውነትካ ዋጋ ዕዳጋ እዩ ዝኣቱ ብዛዕባ ታሪኽ ህዝቢ ወለዶ ልእላውነት ክብርታት ናፅነት ዝበሃል እዚ ወላ ሓንቲ ርእስኻ ስለ ዘየለ ከም ገረወኛ ስኢልካ ጥራሕኻ ስለ ዝኾንካ ከም ፓፓጋሎ እውን ዝተዘረበ ስለ ትደግም ካልእ ናተይ ትብሎ ሓሳብ እውን ስለ ዘይተመንጩ ኣብ ናይ ጸለመን ሕማቕን ናይ ሰባት ኢኻ ትዋፈር እዚ ካብ ሓደ ካብ ካህን ተወሊዱ ክትብሎ የሕፍረካ እዩ ምክንያቱ ኣቦታትና ወይ ከዓ ልምድን ወግዕን ናይ ሕብረተሰብና በቃ ዋላ ዋላ ሕማቅ ዝገብር ሰብ እንተነበረ እንድሕር ደኣ መይቱ ኣይክሰስን እዩ ሙት ኣይክሰስን እዩ ዝበሃል ነገር ጭውነት ናይ ሕብረተሰብና በቃ መንግስተ ሰማይ የዋርሶ ፍርዲ ናይ እግዚኣብሄር እዩ ናይ ሰባት ንሕና ክንገብሮ ዝግባኣና ግን መንግስተ ሰማይ የዋርሶ ኢሉ ድሕሪኡ ሽሙ ይለዓልን ብሕማቕ ይኹን ፅቡቕ በቃ ተዓፅዩ መድረኽናቱ ናይዚ ሰብ እዚ ግን ኖን ቀሺ ኖን ቀሺ ሰይጣን ከማን ኣዳብት ይገብሮን እዩ ኖን ካህን ሰይጣን ከማን ኣዳብት ይገብሮን እዩ ዝሕፍር ነገር ማለት እዩ ኣብ መወዳእታ እታ ብዛዕባ ህዝቡ ከማን ዝኾነ ዓይነት ነገር ወፅዓ ህዝቡ ሳይዛረብኒ ንህዝቡ ተጣቢቑ ይፈልጥኒ ንህዝቡ ዝገልፅ ነገራይ ሓሲቡ ይፈልጥኒ ዝበልካዮ ሓሳብ ምናልባት ደንቆሮ ደኣ ኮንካ እምበር በረኸት መንግስታ ኣብ ግዜ መግዛእቲ ዝደርፎም ደርፍታት ንህዝቢ ኤርትራ ንኤርትራ ከም ኤርትራዊን ብዙሕ ደርፊ እዩ ዘሎ ብፍላይ ብፍላይ በረከት መንግስቲ ኣብ ናይ ከባቢ ጌርካ ተወስዶ ግዜ ድማ ተሰሚዑ ነይሩ ሕጂ ንኩሉ ጠቃሊለ ኣብ መወዳእታ ክብላ ዝደሊ በረከት መንግስቲ ኣብ ንህዝቢ ኤርትራ ጥራይ ኣይኮነን መይቶ ንስነ ጥበብ እዩ መይትዋ በረከት መንግስቲ ኣብ ክመውት ከሎ በቃ ክዓርፍ ከሎ ንስነ ጥበብ እዩ ቀዳምነት መይቱ ብድሕሪኡ ድማ እምበኣር ብፍላይ ብፍላይ ነቲ ኤርትራዊ ዜጋ ብዘይ ኣፈላላይ ካብኡ ሕልፍ ኢሉ ድማ ነዚ ንዛረበሉ ዘለና ቋንቋ ትግርኛ ቀዳምነት ይጠፍዎ ምክንያቱ በረኸት መንግስቲ ኣብ ስነ ጥበባውያን ኣቦታት ወይ ከዓ ኣያታት ንብሎም ኣብ ዝተፈላለየ ሃገር ከይዶም ዝተፈላለየ ቋንቋ እናተጠቕሙ ክደርፉ እንከለዉ በረኸት መንግስቲ ኣብ ክሳብ ብዛ ሕጂ ሰዓት ወይ ከዓ ክሳብ ብዛ ዝዓርፈላ ግዜ ቋንቋ ትግርኛ ንምስፍሕፋሕ ወይ ከዓ በታ ቋንቋ ትግርኝኡ ከይቀየረ ክሰርሕ ዝጸንሐ፣ ስምዒታቱ፣ ፍቕሩ፣ ባህጉ፣ ልምዱ፣ ጥበቡ ክገልጽ ዝጸንሐ ኤርትራዊ ዜጋ እዩ። ብዛዕባ እቲ ድምጹ ዘይኮነ ዝበልካያ ግን ታሪኹ ስለ ዘይትፈልጥ ጥራሕ ኢኻ። ኣነ ግን ሓንቲ ክሓተካ ኣብዚ ሰዓት እዚ ምናልባት ኣቦኻ ወላዲኻ ድምፂ ህዝቢ ኮይኑ ይፈልጥ ዶ ተባሂልካ ኣይትፈልጥን ኢኻ ካብ ስድራ ቤትኩም ድምፂ ህዝቢ ኮይኑ ዝፈልጥ ኣሎ ዶ ተባሂልካ የለን ምኽንያቱ ኣቦኻ ወላዲኻ ዋላ እኳ ክትንከፍ ዘይግብኦ ክብሪ ዘለዎ ሰብኣይ እንተኾነ ኣቦኻ ወላዲኻ ግን ኣብቲ ናይ ትሽዑ ግዜ ኣብቲ ናይ ድምፂ ህዝቢ ናይ ምዃን ግዜ ኣቦኻ መስቀሉ ሒዙ ቤተ ክርስቲያን ዓፅዩ ንስዑዲ ክስደድ እንከሎ ኣግማል ናይ ዕራብ ክሕሉ እንከሎ በረኸት መንግስትኣብ ግን ንበረኻ እዩ ዝውፍር ነይሩ ካልኦት ኣቦታት ሓርበኛታት ኣቦታት ንበረኻ እንዳወፈሩ እንከለዉ ኣቦኻ ግን ንስዑድያ ንደዓኻን ከምዚ ከማኻን ክዕቢ እዩ ዝወፍር ነይሩ ስለዚ መኖም እዩ ብዛዕባ ታሪክ ኤርትራ ብዛዕባ ድምፂ ህዝቢ ኤርትራ ብዛዕባ እቲ ወፅዓታት ህዝቢ ኤርትራ ክገልፅ ዝግደድ ንዝግብኦን እስኻ ተወሊድካ ከይተረፈስ ኣንጻር ህዝቢ ኤርትራን ኣንጻር ልዑላውነትን ኣንጻር ክብርታትን ኣንጻርቲ ጅግንነት ናይቲ ሕብረተሰብን ህዝብን ኢኻ ትሰርሕ ስለዚ ዘሐፍር ነገር እዩ በዓል ንስኻ ከምዚ ኢልኩም ተወራዘዩሎም ስነ ጥበባውያን በዓል ንስኻ ከምዚ ኢልኩም ተወራዘዩሎም ዜጋታት ክህልውኻ በቃ ሕፍረ ጥራሕ እዩ ከምዚ ዝበልክዎ ግን ካብ ሓደ ወግዕን ልምድን ባህግን ባህልን ናይ ሕብረተሰብ ዝወፀ ሰብ ናይ ሰይጣናዊ ባህሪ ዝሓዘ ሰይጣን ኣዳብት ዝገበሮ ሰብ ግን ኩሉ ግዜ ዝሰማዕ ነገር ወይ ከዓ ክንሰምዖ ንኽእል ነገር ኢኻ ተዛሪብካ እዚ ማለት ግን ትሰምዕ ስለ ዘይኮንካ ሰብ እውን ሸለሊሉ ክሓልፎ ስለ ዘይግብኦ ንከም ኤርትራዊ ዜጋ ድማ ሸለሊለ ክሓልፎ ስለ ዘይግብኣኒ እየ ንመጀመርታ ግዜ ነዚ መልሲ ከዳልዎ ተገዲደ ካብዚኣ ቀፂልና ንሪኣ ቪድዮ እምበኣር ትማሊ ብዛዕባ እዚ ጌታቸው ረዳ ኣብ ናይ ኢትዮጵያ ዝተገብረ ኩናት ብዛዕባ እሙንነት ብዛዕባ እቲ ጀኖሳይድ እውን ተሓቲቱ ዝሃቦ መልሲ ክንርኢ ኢና ብፍላይ ብፍላይ በዞም ሓለፍቲ ናይ ሕወሓት ዝነበሩ ናይቲ ኩናት መራሕቲ ዝነበሩ ሰባት ክኮርዑን ትሕቦን ዝፀናሕኹም ሰባት ሓደ መግለፂ ጌታቸው ረዳ ክዛረብ እዩ እስከ ንኩላትና ብሩህ ክኸውን እንታይ እዩ ዝብል ነይሩ ሓቢርና ንስማዕ እዩ

ኣነ እሙን እየ ወይ ከዓ ኣይ ወዝ ሎያል ክብል እንከሎ ዘሕፍር ነገር እዩ ፎር ሁ ንመን ኢኻ እሙን ነርካ ተተባሂሉ ዝምልሶ ነገር ኣይኮነን ካብዚ ቅድሚ ነዚ ግብረ መልሲ ምሃብና ግን ሃይለ ደደቢት ነዛ ክንሰምዓ ዝፀናሕና ቪድዮ ዶክተር ብምዃኑ መጠን ተርጊሙ ኣሎ እስኪ ሓቢርና ንስምዐ እያ ኣብዚዩ ምናልባሽ ነቶም እንግሊዝኛ ዘይሰምዑ ብደንብ ጌርካ ምብራህ የድሊ እዩ ጀኖሳይድ ፈፂሙ ዶ ኣብይ ኣሕመድ ኣይፈፀመን እያ ነይራ ትሓቶ ጀኖሳይድ ተፈፂሙ እዩ ብዙሓት እዮም ፈፂሞሞ ይብል እሞ ኣብይ ኣሕመድ ፈፂሙ ዶ ኣይፈፀመን ኣነ ሎየር እየ ኢሉ እውን እዩ ዝዛረብ ፈፂሙ እዩ ኣብይ ኣሕመድ ምባል ግን ኣብዩ ካሎ ይብሎ የስ ክትብል ኣይደለኻን ይብሎ የስ ሃይለ ደደቢት ዶክተር እዩ ዝበሃል ዝፈልጥ ኣነ እዩ ኣሎ ምሁር እዩ ዶክተር እዩ ክበሃል ይሰምዕ ሎያልን ሎየርን ክፈላሊ ዘይክእል ምሁር ግን ንመጀመርታ ግዜ ከም ኣብነት ንሃይለ ደደቢት ወይ ከዓ ክርኢ ክኢለ እቲ ሓሳብ ናይ ጌታቸው ረዳ ግን ብጣዕሚ ዘሕፍረካ ነገር እዩ ኣይወዘ ሎያል ክብል እንከሎ ፈርሁ ንመን እዩ ነይሩ? ነቲ ህዝቢ ዶ ዋላ ነቲ ናይ ጀኖሳይድ ኮሚትድ ነቲ ንጀኖሳይድ ዝፍጽም ዝነበረ ኣብቲ ህዝቢ ይኹን ኣብቲ ሃገር ንመን እዩ እሙን ነይሩ ንመን እዩ እሙን ኮይኑ ነቲ ኩናት ክመርሕ ሓግዩን ከሪሙን ዶስ ህይወቱ ከድሕን ስለ ዘለዎ ዶስ ኣብዚ ሕጂ ሰዓት ስልጣን ስለ ዘገድሶ ነቲ ህዝቢ ትግራይ ካሕቶ ዝግባእ ነገር ከይምለስ ዕንቅፅ እዩ ዝሰርሕ ዘሎ እቶም ኣብ ጎኒ እዚ ሰብ እዚ ኮይኖም ነዚ ክከታተሉ ወይ እውን ነዚ ከድሕኑ ዝተሰውኡ ደቂ ህዝቢ ከ እንታይ እዮም ክበሃሉ ሕጂ መቸም እዚ ኩሉ ክዝረብ ዝፀንሐ ናይ ትማሊ ዝነበረ ቃለመጠይቕ ተርጒምካ ነቲ እንግሊሽ ዘይሰምዕ ገባር እንተ ዘርጊሕኻሉ ምውፃእቲ ኣለም እዩ ምክንያቱ ቀያሕቲ ደቁ ክፃወቱ ዝፀንሑ መራሕቲ ከምዚ ዓይነት ድማ ብድሕሪ መስዋእቲ ደቆም ብድሕሪ ዝኩሉ ክሳራ ናይ ደቂ ህዝቢ ከምዚ ቃላት ክጥቀሙ ክትሪኦም ከለኻ ዓቢ ሕፍረት ዓቢ ውርደት እዩ። እዞም ኣብዚ መራኸቢ ብዙሃን ኮንኩም ብፍላይ ድማ ንትግራይ ትስዕወት እንዳበልኩም ተራሱንን ተጓሃሩን ዝነበርኩም ሰባት ድማ እምበኣር ዓብዪ ሕፍረት ድማ መፂኡ ጠቕሊሉ ሂብኩም እዚ ካብ ሓደ መራሒ ተባሂሉ ኣብ ኩናት ዓብዪ እጃም ዝነበሮ ድሕሪኡ እውን ፕረዚደንት ናይ ክልል ትግራይ ተባሂሉ ዝሰርሕ ዝፀነሐ ዓብዪ ተሰማዕነት ዝነበሮ ኣባል ህወሓት እቶም መራሕቲ ዝበሃሉ እዚኦም እዮም ወይልኡ ወዲ ህዝቢ ወይልኡ ወዲ ድኻ እምበር እቶም ንስልጣን ከይደቀሱ ዝሓድሩ ስልጣኖም ካብ መዓልቲ ናብ መዓልቲ ክውስኽን ክዛይድን ሰማይ ጠቀስ ክኸውንን ከይድቀሱ ዝሓድሩ እምበኣር እዚ እቲ ግብረ መልሲ እዚ ናይ ጌታቸው ረዳ ኣምፅዎ ዘሎ ሓሳብ ኩሉ ግዜ እሙን ክንብለካ ኢና በልዎ ንመን ተተባሂሉ ግን እንድዒ በቃ ኣነ እሙን እየ ነይረ ንመን ተተባሂልካ እንድዒ ጆኖሳይድ ኣብ ትግራይ ተገይሩ ዶ ኣይተተገብረን እቲ መሪሕነት ናይቲ ሃገር ክሕተት ይግብኦ ዶ ኣይግብኦን ብዓብዩ ብዓብዩ ሕወሓት ኣብዚ ኣብዚ ግዳይነት ናይ ዜጋታት ክሕተት ይግብኦ ዶ ኣይግብኦን ዝኾነ ግብረ መልሲ ክህብ እዩ ዘይደለየ እንታይ ደኣ ራዕዲ ኣለዎ ፍርሒ ኣለዎ ስልጣኑ ከይሕደግ ፅባሕ ንጎበን ከየጥፍዎ ፍርሒ ኣለዎ ዘሕፍር ነገር ዜጋታት ኣብ ጥራሕ ጎልጎል ከጥፍኡ ሓገም ከሪሞም ከምዚ ዓይነት ግብረ መልሲ ክምልሱ ክትሪኦም ከለካ ግን እዚ ንትግራይ ዝቃለስ ንህዝቢ ትግራይ ዝቃለስ ንሃገረ ትግራይ ዝቃለስ ወይ እውን ንድሕነት ህዝቢ ትግራይ ዝቃለስ ክብለካ እንድዒ ኣይወሓጠልካን እዩ ከቢድ ነገር እዩ ካብዚኣ ቀፂልና ንሪኣ ቪድዮ እምበኣር ሓደ ኣብዚ መራኸቢ ብዙሃን ሓደ ዓሻ ዜጋ ረኺበ ኣለኹ ምናልባት ቅድሚ ሕጂ ሰሚዕኹም ክትኮኑ ትኽእሉ ኢኹም ኣነ ግን ንመጀመርታ ግዜ ብዛዕባ ብደቂ ህዝብን ብመንእስያትን ኤርትራ ዝላገፅ ዜጋ ርእየ ጌታቸው ረዳ ብዜጋታት ትግራይ ወይ ከዓ ብዜጋታት ኢትዮጵያ ክፃወት ፀኒሑ ብዜጋታት ኤርትራውያን መንእሰያት ዝፃወት ኣብ ደገ ዝቕመጥ ኣቦ እየ ዝብል ድማ ሓደ ዜጋ ረኺበልኩም ኣሎ እስከ እንታይ እዩ ዝብል ሓቢርና ንስማዮ እዚ እሙንቶይ ናተይ እዩ ሕጂ እዚ ግንባር ሰሚያዊ ማዕበል ንዓይ እቲ ሓደ ምርጫ ኮይኑ ረኺበዮ ኣለኹ ሶ እንታይ ነውሩ ኣለዎ ሳፖርት እንተገበርክዎ ፌቨና እንታይ ነውሩ ኣለዎ ሓንቲ ነውሪ የብሉን ልዕሊ ኩሉ ከማን ድገርመኪ እዚ ግንባር ሰምያዊ ማዕበል እንድሕር ደኣኒ ሽትኡ ደይወቂዑ ብድሕሪኡ ደንበታ ኦሞ ድበሃል ድለዓል ኣይመስለኒ ፐርከ እቲ ናይ መጨረሻ ድሞሮሮ መንእሰይ እዚ ብርጌድ ንሓመዱ እዩ ስለዚ እንታይ እንታይ ነውሪ ኣለዎ እንተደገፍክዎ ካልእ ንደቁ ዳ ዘይሰድድ ኢልክኒ ኣነ ሓንቲ ነገር ክነግረኪ ፌቨን ሓብተይ ኣነ ንደቀይ ኤርትራውያን ኢለ የዕብየም ኣይፈልጥን ኣብ ሆላንድ እዮም ተወሊዶም ከም ሆላንድ ከም ሆላንዳውያን የዕብየም ኢንፋክት ኣቦኦም የኤረትራዊ እምበር ንሶም ኤረትራ ክንዲዚ ኣይትብፅሖምን እያ ናይ ቁም ነገር ኣነ ዝያዳ ምስ ጓለይ ይረክብ ዘለኒ ንጓለይ ኤረትራ ክንዲዚ ኣይትብፅሓን እያ ዓዳ ሆላንዳዊ ኢለ የዕብያ ትግርኛ ከማን ኣይክእሉን እዮም ዳትስ ማይ ፐርሰናል ቾይስ ኣሎ ሰብ ትግርኛ ዶ ምህሮም ዓድኹም ኢዙ ኢዙ ዝብሎም ኣሎ ኣነ ኣብ ሕልሚ ከንብሮም ኣይደልኒ ኣቦኦም ዘይነበረላ ሃገር ኣላትኩም ክብሎም እስኪ ምጻልና ተወልን ካበ ከምጽኣሎም እየ ቅድሚ ሕጂ ኪሮስ እዩ ናይ መወዳእታ ዓሻ ካብ ካብ ብርኣያ ስላሴ ዝተፈጥሩ ሰብ ተባሂሎም ዝፅውዑ ሰባት ዝዓሸወ ሰብ ተባሂሉ በቃ ኪሮስ እዩ ነይሩ ካብ ሕልፍ ዝበለ ድማ እምበኣር ሓደ እዚ ክንሰምዖ ዝጸናሕና ኣቦ እዩ ክበሃል ምክንያቱ ናይ ውላድ ጸጋ ኣብ ውላድ ስለ ዝበጽሐ እውን ብሓፈሻ ግን ደቁ ኤርትራውያን ገይሩ ዘየዕቢ ኤርትራ ክንዲዚኣ ኣይትብጽሐኩም እያ ኢሉ ዝመክር ሃገር እውን ከም ዘላ ምስ ደቁን ስድራ ቤቱን ዘይፈልጥ ብዛዕባ ታሪክን ልኡላውነትን ናይቲ ሃገር እውን ኣብ ገዝኡ ይኹን ኣብ ካልእ ዘይደግም ሰብ እምበኣር እዚ ንሰምዖ ዘለና እዚ ንሰምዖ ዝፀናሕና ሰብኣይ ካብዞም ደው በለለይ ክብለፀልካ ዝበሃሉ በቃ ቀዳሞት ናይ ጽንተት ናይ ጥፍኣት ኤርትራውያን መንእሰያት መጋበርያ ካልኣይ ጌታቸው ረዳ እዩ እቲ ምንታይ ሲ ክትቃለስ እንድሕር ኮንካ ወይ እውን ቃልሲ ኣሎ ምንቅስቓስ ኣሎ ትብል እንድሕር ኮንካ ቀዳምነት ካብ ገዛኻ እዩ ይጅምር ደቅኻ ኤርትራውያን እንተኾይኖም ኤርት ናይ ኤርትራ ባህልን ልምድን ወግዕን እንድሕር ጌርካ ትዕብዮም ኮንካ ክብርታቶም ክፈልጡ ትጽዕርን ትሰርሕን እንድሕር ኮንካ ክቡር ባህሊ ክቡር ሕብረተሰብ ክቡር ታሪኽ ከም ዘለዎም ተፍልጥ እንድሕር ኮንካ ብዛዕባ ኤርትራ መጻኢኣ የገድሰካ እዩ ምክንያቱ ውላድካ ወይ ፅባሕ ንጎፍ ታስኻ ዘዕበኻዮም ኣብ ታስኻ ዝምሃርካዮም ሃገር ከይዶም ኣበርከትን ተሳተፍትን ክኾኑ ስለ ዘለዎም እዚ ሰብ እዚ ክንሰምዖ ዝፅናሕና ግን ናይ ኩሉ ነገር እጃም የብሉን እንታይ ደኣ ኣብዚ ነዊሕ ዓመት ገይሩ ነዚ ብሕፅረት ትምህርቲ ሕፅረት ፖለቲካዊ ደረጃ ዕጥቂ ኩሉ ነገር ሕፅረታት ዘለዎ ኤርትራዊ ዜጋ ብስደት ተንከራቢቱ ተንከራቲቱ ተንከራቲቱ ናብዚ ዝኣተወ ኣብዚ ኮይኖም ግዳይነት ምሂሮም ኣብ ስምዒት እትዮም ዋጋ ከኽፍልዎ ዝፅንሑ ሓደ እዩ ሕጂ ደቅኻ ኣበይ ክኣትኡ ኢኻ ትቃለሱ ተልካዮም ኖኖኖ ደቀይ ደኣ ሆላንዳውያን እዮም ኢልካ መወዳእታ እንታይ ኢልዋ ደቀይ ሆላንዳውያን እዮም ኣይገድስን እዩ ወድያ መን ክጠፍኣልካ ዳኣልካ ትቃለስ ደለኻ ደቅኻ ሆላንዳውያን ድሕር ኮይኖም ወዲ መን ክጠፍእ ዳኣልካ ትቃለስ ደለኻ ኣደ መን ክትበኺልካ ኣደ መን ክትነብዓልካ ዳኣልካ ትቃለስ ደለኻ ናይ እንዳ መን ገዛ ዳስ ናይ ዳስ ሓዘን ክትከል ዳኣልካ ትቃለስ ዘለኻ ዘሕፍር እዩ ካልኣይ ጌታቸው ረዳ ናይ 225 ተረኺብኩም ኣሎ ዘሕፍር እቶም መንእሰያት የሕዋተይ ብዛዕባ መንግስታዊ ተቃውሞ ክትቃውሞ ይከኣል እዩ ማንም ሰብ ኣይፍቅደልካን ማንም ሰብ ኣይከልክለካን እዩ መንግስታዊ ተቃውሞ ክትቃውሞ ግዴታ መብቲ ኣለካ ሓላፍነታዊ ኮንካ ክትቃወም ይከኣል እዩ ኣንጻር ህዝብታት ኣንጻር ሉላውነት ኣንጻር ታሪክ ግዳይነት ምሂሮም እውን ኣንጻር ወሎዶ ከቃልሱኻ ዝጽዕሩ ሰባት ከምዚ ክንሰምዖ ዝጸናሕና ብዙሓት ኣሉ ስለዚ ካብ ከምዚኦም ደሓኑ ካብ ከምዚኦም ተጠንቀቑ ምሳኹም ዘለዉ መሲሎም ሕቆኹም ዝወግኡ ሰባት ብዙሓት እዮም ብህይወትኩምን ጻዕርኹምን ብናብራኹምን ዝጻወቱ ዝፍትኑ ሰባት ብዙሓት እዮም ስለዚ ካብ ከምዚኦም ተጠንቀቑ እየ ክብል ዝደሊ ነቶም ደድሕሪ በዓል ጌታቸው እንዳኸድኩም ደድሕሪ በዓል እቶም ደብረፅዮን ይኹን ወዲ ወረደ ከይድኩም መንእሰያትኩም ንክጠፍኡ ከተጣቕዑ ዝፅናሕኹም ድማ እምበኣር እንኳዕ ሓጎሰኩም ምክንያቱ እዚኦም ንክህልዉ እዚኦም ህላውነት ክሰኽዑ ክግበር ዝፀንሐ ዳንኬራ ኣብ መወዳእታ እምበኣር ክሕድ ኣቢልኩም ክሕደቱ ኣነ እሙን እዩ ነይረ ብዝብል መዛዘሚ ገይሩሉ ኣሎ ካብዚ ከምዚ የድሕነና ንሎሚ ኣብዚ ይኣኽለና ጽን ኢልኩም ስለ ዝተኸታተልኩምኒ ብልቢ እየ ዘመስግን ኣብ ቀጻሊ ብካልእ ቪድዮ ይራኽበና ሰላም ወሰናይ ንዓኹም